መርሓባ የሕዋተይ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ሕጂ ከኣ እቲ ናይ ጥዕና ክቕጽል ይደሊ ካልኣይትን ኣገዳሲት ነጥቢ ዝብላ ከማን እንታያ ናይ ፒለ ፒለ ማለት እዞም ናይ ውላድ መከላኸሊ እዩ ዝበሃል ብትግርኛ መስለኒ እዚ ከማን ብጣዕሚ ምጥንቃቕ እዩ ዘድልየና እቲኦም ሓካይም ቀልጢፎም እዮም ዝሓቱና እዚ የድልየኪ'ዩ፣ እዚ ዘይትወስዲ፣ ከምኡ ሓይሽ፣ እዚ'ዩ እቲ ዝእመን ኢሎም እዮም ዝእምኑኻ። እዚ ኸኣ ስለምንታይ'ዩ፣ ቢዝነስ ስለ ዝኾነ ንዕኦም። ንዓኻ ሓልዮምልካ ኣይኮኑን። ከመይ እንድሕር ኢልኩም፣ ቀዳማይ ነገር መከላኸሊ ጥንሲ እንድሕር ወሲዳ ሓንቲ ሰበይቲ፣ ናይ ግድን ኣብ ሰለስተ ወርሒ ክትከዶ ኣለዋ፣ እቲ ፒለ ክጽሕፉላ ማለት እዩ። ግን ምዕባለ ኮይኑ ይስምዓና እምበር ብዙሕ ጉድኣት ኣለዎ ፒለ ንባዕሉ። ብዝከኣል መጠን ኣይትውሰዱ ክብለኩም ኣይክእልን ድየ እዚ ነናትካ ባዕልኻ እንዲኻ ክትወስን ዘለካ ጉድኣት ከም ዘለዎ ከቢት ግን ክንፈልጦ ኣለና እዝን እዝን እንታይ እንታይ እዩ ከማን ክብል ኣይደልን እየ ብዚ ፐፐርከ በብዓይነቱ ፒለ እዩ ዘሎ ግን ባዕልኹን እቲ ጉድኣቱ ክተንብባ የማኽረክን ማለት እዩ ሽዕኡ ድሕሪኡ እሱ ምስ ፈለጥክን ክትወስዳት ይኽን ባዕልኽን ከኣ ብጀካ እቲ ወረቐት ዝፅሕፍዎ ከማን ኣብ ኢንተርኔት ሪሰርች እንተትገብራ ፅቡቕ ክስታት ከማን ኣሎ ናይ ከምኡ ገሊኤን ውላድ ድሕሪኡ ዝኣበየን ከሲሰን ኣለዋ ከምኡ ወይ ካልእ ኮምፕሊኬሽን ዝመፀን ብሰንኪ እቲ መከላኸሊ ጥንሲ ዝመፀን ያ ናይ ጥዕና ጉድለት ክስታት ኣሎ ስለዚ ባዕልኹም ሪሰርች ክትገብሩ የተባባዓኩም ብርኪ ኣብዚ እዝን እዝን ተፈፂሙ ክብል ከማን ከቢድ እዩ ስለዚ እስኻትኩም ባዕልኹም ክትርእይዎ ይሓይሽ ጥራይ ኣነ እዚኣ ክብለኩም ይደሊ እሱ ጥራይ ዘይኮነ ከዓ ብጠቕላላ ናይ ዝኾነ ሕክምና ባዕልና ክንማራም ኣለና እዚ ንኣብነት ኮሮና ብክንደይ ሓይሊ ናይ ግድን ክትከተቡ ኣለኩም ናይ ግድን ኢሎም ግን እቲ ክንደይ ሓካይም ከዓ ኣጠንቂቆም እዮም ክንደይ ፕሮፌሰራት ከዓ ኣጠንቂቆም እዮም ኣይትውሰዱ ኢሎም እቲ መንግስቲ ግን ጸቕጢ ጌርልና ማለት እዩ ከም ኣባጊዕ ንኽንደይ ከቲቦም ማለት እዩ ሕጂ ከኣ ንሪኦ ኣለና ክንደይ ክሲ ኣሎ ናይ ኮሮና ከኣ ብውሽጢ ውሽጢ እዩ እዚኢታት ክትፈልጦ እንድሕር ደሊኻ ባዕልኻ ሪሰርች ክትገብር ኣለካ ማለት እዩ ኣብ ጋዜጣ ኣይተንብቦን ኢኻ እዚኢታት ወይ ኣብ ዜና ገለ ብዙሕ ኣይመጽን እዩ እቲ ስታቲስቲክ ከማን ጥርኑፍ ስታቲስቲክ የለን መን እዩ ተጎዲኡ ብሰንኪ ኮሮና ክታበት ክንደይ ሰባት እዮም ከምዚ ኮይኖም ገለ ስታቲስቲክ የለን ዝገርመኩም ናይ ዝኾነ ካልእ ስታቲስቲክ እንዳገበሩ ናይ ድሙን ናይ ኣንጭዋን ክንደይ ኣኻልብ ኣለዋ ኣብ ሓደ ገዛ ገለ ክንደይ ኣስታቲስቲክ ኣሎ ናይ ከምዚ ኣገዳሲ ኣርእስቲ ግን የለን እዚ ከኣ ብምክንያት እዮም ማለትስ ፖለቲካ እዩ ዝንባዕሉ እዚ ንዝን ክትብል ኣብዚ ከቢድ እዩ ብሓፂሩ ግን እዚ እታት ሓበሬታ ክህበኩም ከለኹም በዓልኹም ከዓ ፈትሽዎ ናይዚ መከላኸሊ ጥንሲ ንኣብነት ከማን ህንዲ ንሓንቲ ዓባይ ካምፓኒ ከሲሳታላ ፐርከት ንክንደይ ህንዳውያን ውላድ ስለ ዝኣበየን ድሕሪ ንሱ ምውሳደን ኣብ ኣፍሪቃ ኣብ ህንዲ ዝሽየጥ ከኣ ዝገደደ እዩ። ምብዛሕ ውሕስና የብሉን።